ሰላም ንዓኹም ይኹን ክቡራት ተኸታተልቲ መደብና ሎሚ ታሪክ ህይወት ናይ ሓደ ብሉፅ ተፃዋታይ ቀሪብናልኩም ኣለና ሰናይ ምክትታል ኣፍሪቃና ካብ እትሕበነሎም ስፖርታውያን ደቂ ኣብ ቅድሚ ስራዕን ሓደ ካብ ዘይርስዑ ተፃወቲ ዓለምና ዝኾነን ብፍላይ ኣብ ልቢ ደገፍቲ እንግሊዛዊት ክለብ ቸልሲ ብፍሉይ ሰፊሩ ዝርከብ ብንጉስ ስታፎርድ ብሪጅ ዝጽዋዕ ኣይቮሪ ኮስታዊ ዲድየር ድሮግባ ብ11 መጋቢት 1978 ኣብ ጂናን ካብ ትሑት መናባብሮ ዝነበሮም ስድራ እዩ ተወሊዱ ወዲ ሓሙሽተ ዓመት ምስ ኮነ ድማ ንሓገዝ ወለዱ ኢሉ ኣብ ፍራንሳ ንዝነብር ኣኩኡ ተሰደ እንተኾነ ግን ናፍቖት ክጻወሮ ብዘይምኽኣሉ ድሕሪ ሰለስተ ዓመታት ናብታ ዝተወልደላ ዓዱ ተመልሰ ሽዑ'ዩ ድማ ድሮግባ ኣብ ጎደናታት ኣቢጃን ምስ መሳቱኡ ኩዕሶ ክጻወት ዝጀመረ። ሕጂ'ውን መነባብሮ ዘይጠዓሞም ስድራቤት ድሮግባ ሽቕለት ኣልቦነት ኣጋጠሞም። ዝነበሮም ኣማራጺ ድማ ንድሮግባ ናብ ኣኩኡ ምስዳድ እዩ። ድሮግባ ድማ ንኻልኣይ ግዜ ንፍራንሳ ከደ። ጸኒሖም ግን ስድራቤቱ ናብ ፍራንሳ ብምምጽኦም ድሮግባ ምስ ወለዱን ኣሕዋቱን ብሓደ ክነብሩ ከኣሉ። ኣብዚ እዋን'ዩ ድማ ምስ ጋንታ ተጠርኒፉ ክጻወት ዝጀመረ። ድሮግባ ትምህርቲ ድሕሪ ምዝዛሙ ናይ ዩኒቨርስ ትምህርቲ ንምክትታል ናብ ላማንስ ገዓዘ። ኣብዚ ግዜ ድማ ምስ ኣብ ሊግ ክልተ እትነጥፍ ክለብ ላማንስ ክጻወት ጀመረ። ብ1999 ድሮግባ ናይ ፈለማ ፕሮፌሽናል ክታሙ ከንብር ከሎ ቦኽሪ ወዱ ኢሳቕ ድማ ተወልደ። ድሮግባ ብሰንኪ መስበርቲ ከምቲ ዝድለ ክንቀሳቐስ ብዘይምኽኣሉ ኣብ ክለብ ላማንስ ቦታ ተነፍጎ። ኣብ ዓመተ 2001ን 2002ን ድማ ናብ ኣብ ሊግ ሓደ እትነጥፍ ጉንጋምፕ ዝተባህለት ክለብ ብኣስታት 80,000 ዩሮ ተሰጋገረ። ኣብ ቀዳማይ ዓመቱ 11 ጸወታታት ከካይድ ከሎ ሰለስተ ጎላት ድማ ኣመዝጊቡ። ኣብ ዝቐጸለት ዓመት ድማ ኣብ ሰላሳን ኣርባዕተን ጸወታ ዓሰርተ ሸውዓተ ጎላት ብምምዝጋቡ ኣቓልቦ ክረክብ ከኣለ። ኣብ መወዳእታ ናይቲ ዓመተ ስፖርት ድማ ኦሎፒኪያስ ማርሴ ብሰለስተ ነጥቢ ሓሙሽተ ሚልዮን ምኽፋል ዋ- ዋንነታ ገበረቶ። ኣብ ማርሴ ዓሰርተ ትሽዓተ ጎላት ከመዝግብ ከኣ ኣብ ውድድር ሻምፕዮንስ ሊግ ሓሙሽተ ጎላት ብምምዝጋቡ ኣቓልቦ ዓበይቲ ክለባት ክስሕብ ከኣለ። ኣብ ክልተ ሽሕን ኣርባዕተን ድማ ቸልሲ ብ ዕስራን ኣርባዕተን ሚልዮን ፓውንድ ብምኽፋል ናብቲ ከም ኮኾብ ዝደመቐሉ ስታፎርድ ብሪጅ ኣሰጋገረቶ። ኣብ ቀዳማይ ዓመቱ ቁሩብ መስበርትን ካልእን ዋላ እኳ ከም ትጽቢት ዝተገብረሉ ኣየንጸባርቕ ደኣምበር፣ ካብ ኣርብዓ ጸወታታት ዓሰርተ ሽዱሽተ ጎላት ብምምዝጋብ ቸልሲ ድሕሪ ሓምሳ ዓመት ፕሪመር ሊግ ክትዕወትን ንሊቨርፑል ረቲዓ ካርሊንግ ካፕ ክትዓትርን ኣብ ሻምፕዮንስ ሊግ ክሳብ ፍርቂ ፍጻመ ክትበጽሕን እጃሙ ኣበርኪቱ'ዩ። ኣብ ዝቕጽል ዓመታት ድሮግባ ንቸልሲ በዓል ውዕለታ እንዳኾነ እዩ መጺኡ። ኣብ ዓበይቲ ግጥማት ብዘመዝገበን ወሰንቲ ሸቶታት ድማ ዓብዪ ኣድናቖት ከትርፍ ዝኸኣለ ተጻዋታይ እዩ። ድሮግባ መሪኖ ካብ ቸልሲ ምስ ተሰጎገ ካብ ቸልሲ ክወጽእ ከም ዝደሊ ኣብ ዝገበሮ ቃለ መሕትት ድሕሪ ምዝራቡ ዓበይቲ ክለባት ዝኾና ባርሳ ማድሪድን ኣርሰናልን ከሰጋግርኦ ተበግሶታት ወሲደን ነይረን እየን። እንተኾነ ግን ድሮግባ ሓሳቡ ብምቕያር ምስታ ዘፍቅራ ክለቡ ክጸንዕ ከም ዝኾነ እዩ ሓቢሩ። ኣብ 2012 ንድሮግባ ዝበለጸት ናይ ጸወታ ዘመኑ እያ ነይራ ክለቡ ቸልሲ ናይ መጀመርያ ዋንጫ ሻምፒዮንስ ሊግ ዓተረት ተራ ድሮግባ ድማ ሕልፊ ኩሎም ተጻወትቲ ነበረ ኣብ ፕሪምየር ሊግ ድማ መበል 100 ጎል ኣመዝገበ እዚ ድማ ብ ዝኾነ ኣፍሪቃዊ ዘይተበጽሐ ክብሪ ነበረ። ድሮግባ ብ ትሽዓተ ናይ ፍጻመ ጸወታ ጎል ከመዝግብ ዝኸኣለ ተጻዋታይ እውን እዩ። በዚ ጸሊም ኮኾብ ዝኾርዑ ደገፍቲ ቸልሲ ድማ ንጉስ ድሮግባ ዝብል ክብሪ ሃብዎ። ብ ደገፍቲ ዝተዋህበ ድምጺ ድማ ድሮግባ ናይ ኩሉ እዋን ዝበለጸ ተጻዋታይ ቸልሲ ዝብል ክብሪ ተላበሰ። ድሕሪዚ ድሮግቫ ምስ ቸልሲ ኮይኑ ኩሉ እወናጭ ብምዕታሩ ናብ ቻይናዊት ክለብ ሻንጋይ ተሰጋገረ። ድሕሪ ሽዱሽተ ኣዋርሕ ጻንሖቱ ድማ ናብ ጋላትስራይ ተሰጋገረ። ብፍቕሪ ቸልሲ ከም ዝነድድ ዝዛረብ ድሮግቫ ኣብ ዓመተ ስፖርት ክልተ ሽሕን ዓሰርተ ኣርባዕተን ክልተ ሽሕን ዓሰርተ ሓሙሽተን ናብ ቸልሲ ብምምላስ ተዓዋቲ ፕሪመር ሊግ ክኸውን ከኣለ። ብድሕሪኡ ድማ ኣብ ኣሜሪካ ምጽዋት ይርከብ። ድሮግባ ኣብ ሃገራዊት ጋንትኡ እውን ሰናፍ ኣይኮነን። ኣብ 104 ጸወታታት 65 ጎላት ኣመዝጊቡላ እዩ። ገለ ካብ ዓወታት ድሮግባ ምስ ቸልሲ ኮይኑ ኣርባዕተ ግዜ ፕሪምየር ሊግ ክዕወት ኣርባዕተ ኤፍኤ ካብ ሰለስተ ካርሊን ካብ ክልተ ኮሚተ ሸልድ ሓንሳብ ድማ ሻምፕዮንስ ሊግ ክዕወት ከሎ ብውልቁ ድማ ክልተ ግዜ ብሉፅ ተፃዋታይ ኣፍሪካ ክልተ ግዜ ብሉፅ ኣመዝጋቢ ጎል ፕሪምየር ሊግ ናይ መጀመርታ ሚእቲ ዘመዝገበ ተፃዋታይ ናይ ቸልሲ ራብዓይ ዝበለፀ ናይ ኩሉ እዋን ኣመዝጋቢ ሸቶ ዝበዝሕ ጎል ኣብ ሻምፕዮንስ ሊግ ዘመዝገበ ኣፍሪካዊ 44 ካልእን ብርክት ዝበሉ ክብርታት ክጎናፀፍ ዝኸኣለ ሃብሮም ተፃዋታይ እዩ ድሮግባ ኣብ ዘለዎ ድልዱል ቁሞና ተጠቒሙ ብላዕሊ ይኹን ብታሕቲ ንዝመጸ ኳዕሳሱ ኣብ ረብሓ ዝቕይር ብመኣዝን ዝመጸ ኳዕሳሱ ብርእሲ ሃሪሙ ናብ ረብሓ ጋንትኡ ክቕይር ድሕር ዘይብል ኣሸጋርን ተፈራሕን ኣጥቃዒ ከም ዝነበረ ናይ ቀረባ ተዘክሮ እዩ። ድሮግባ ካብ ስፖርት ወጻኢ እውን ጸላው ሰብ እዩ ነይሩ። ኣብ ሃገሩ ሚልዮናት ብምፍሳስ ሕክምናታት ክሃንጸሎም ከሎ ሚልዮናት ድማ ንሓገዝ ጽጉማት ህጻናት ወፍዩ እዩ። ሃገሩ ኣይቨሪኮስቲ ኣብ ውግእ ሓድሕድ ተጸሚዳ ኣብ ዝነበረትሉ እዋን ድሮግባ ውግእ ጠጠው ኣቢሎም ደገፎም ነታ ናብ ዋንጫ ዓለም ሓሊፋ ዝነበረት ሃገሮም ክህቡ ድሕሪ ምዝራቡ ክልቲኦም ወገናት ውግእ ጠጠው ብምባል ኣብታ ሃገር ሰላም ክሰፍን ክኢሉ እዩ። ድሮግባ ሓደ እዋን ምስ ሚእቲ ጸለውቲ ሰባት ናይ ዓለምና ክስራዕ እውን ክኢሉ ነይሩ እዩ። ኣበርክቶ እዚ ኣፍሪቃ ካብ ትሕበነሎም ሰባት ሓደ ዝኾነ ዲደር ድሮግባ ብዙሕ እኳ እንተኾነ ካብ ባሕሪ ብጭልፋ ታሪኽ ህይወቱ እዚ ክትከታተልኩ ጸናሕኩም እዩ ነይሩ።